ሄሎ ሄሎ ሄሎ ማይ ዲርስ ደንስ ሃው አር ዩ ዱዊንግ ሃው ሃቭ ዩ ቢን ከመይ ቀኒኹም ሃው አር ዩ ዱዊንግ እንታይ ማለት እዩ ከመይ ትገብሩ ኣለኹም ሶ ቅንያት ከመይ ነይሩ እንታይ ኢኹም ኢልኩምኒ ትግርኛ ተብዝሕልና ኣለኺ ትግርኛ ኣውሒድክልና ዝብል ኮመንት ከዓ ተቐቢለ ነይረ ስለዚ ሞስት ናይዚ ቻናል ተኸታተልቲ ኣብ ናይ ቢግነርስ ወይ ከዓ ኣብ ናይ ኢንተርሚዲየት ወይ ከዓ ማእኸለዋይ ደረጃ ዘለኹም ስለዝኾንኩም ኣይ ኒድ ቱ ስፒክ ትግርኛ ራይት ሶ ኣክሰፕት ትግበርዎ ተቐበልዎ ማለት እዩ ኦኬ ያ ናይ ሎማዓንቲ ክላስና ከዓ ሞስት ደይሊ ንጥቀመሎም ኮንቨርዜሽንስ እዮም ክኾኑ ሌትስ ስቴይ ቱጌዘር ኤንድ ሌትስ ለርን ቱጌዘር ብሓደ ኢና ንመሃር ኦኬ እና ኖት መሓዝ ከይትርስዑ ከምቲ ኩሉ ግዜ ዝብሎ ቢኮዝ ኖት እንድሕር ደኣ ዘይሒዝኩም ኣይትልወጥን ኢኹም ኣነ እውን ኣይልወጥን ማለት እዩ ስለዚ ኩላትና ኖት ንሓዝ ከይነገርኩኹም ክሓልፍ ዘይደሊ ግን ሓደ ነገር ኣሎ እንታይ እዩ ንሱ ክላስ ተጀሚሩ ኣሎ ኦንላይን ክላስ ኦንላይን ክላስ ኦንላይን ክላስ ጀምርልና ኢልኩም ነርኩም ጀሚርናልኩም ኣለና ብስልኪ ቁፅሪ 00251 ትሽዓተ ሰማንያን ትሽዓተን ዜሮ ሽዱሽተ ዒስራን ኣርባዕተን ዜሮ ሽዱሽተ ብዋትስኣፕ ኮንታክት ጌርኩምኒ ክትምዝገቡ ትኽእሉ ኢኹም ሶ ጋይስ ዋት ኣር ዩ ዱዊንግ ዋት ኣር ዩ ዱዊንግ እንታይ ማለት እዩ እንታይ ትገብር ኣለኻ እንታይ ትገብሪ ኣለኺ ኦኬ እንታይ ትገብር ኣለኻ እንታይ ትገብሪ ኣለኺ ንቦዝ ሴክስ ክንጥቀመሉ ንኽእል ኢና ንክልቲኦም ፅዋታት ማለት እዩ ኦኬ ሶ ዋት ኣር ዩ ዱዊንግ

ዋት ኣር ዩ ዱዊንግ እንታይ ትገብር ኣለኻ እንታይ ትገብር ኣለኺ ኦኬ ሌትስ ሰይ ዋት ዌር ዩ ዱዊንግ እንድሕር ዳ ተባሂልኻ እንታይ ትገብር ነርካ እንታይ ትገብሪ ነርኪ ኦኬ ዋት ዌር ዩ ዱዊንግ ስለዚ ብዛዕባ ሕሉፍ እዩ ካ ትሕተ ዘለካ ወይ ከዓ ብዛዕባ ሕሉፍ እዩ ትሕተት ዘለካ ማለት እዩ ሶ the difference between these two is what are you doing is about now about the current ሞመንት ብዛዕባ እቲ ናይ ሕጂ ሰዓት ኢና ንሓትት ዘለና ማለት እዩ ዋር ዌር ዩ ዱዌንግ እንድሕር ተኣ ተባሂሉ ግን ሕጂ ንኣብነት ኣቲፍ ቱክ ማይ ፎን እንድሕር ዳ ኢለ ሌባ ስልከይ ወሲድዋ እንድሕር ዳ ኢለ ከመይ ምስ ሌባ ይሰርቀኪ ዋር ዌር ዩ ዱዌንግ እንታይ ትገብሩ ነርኪ ዋት ዌር ዩ ዱዌንግ ኦኬ እንታይ ትገብሩ ነርኪ ስልኪ ክሳብ ዝወስዳ ማለት እዩ ሶ I was doing something ክንብል ንኽእል ማለት እዩ ብቻ what the reason is እቲ ሪዝንና ኤክስፕሌን ክንገብር ንኽእል ወይ ከዓ I, I, I was like thinking deeply ዕሙቕ ኢለ ብዛዕባ ዝኾነ ነገር ይሓስብ ነይረ whatever ብቻ ክንብል ንኽእል ወይ ከዓ I was in taxi ናይ ኣዲስ ኣበባ ዝተለመደ ህይወት ማለት እዩ ኣብ ታክሲ እዮም መብዛሕትኡ ሰብ ስልኩ ዝስራዕ ሶ ኣዲስ ኣበባ ዘለኹም ክትጥቀምሉ ትኽእሉ ኢኹም ንሕር ደኣ ስልክኹም ተወሲዳ ኮይና ካብዚ ግን ይምሓርኩም ሚያ ሶ ዋት ኣር ዩ ዱዊንግ እንድሕር ዳ ኢልና ብዛዕባ ሕዚ እዩ ዋት ዊር ዩ ዱዊንግ እንድሕር ኢልና ከዓ ብዛዕባ ሕሉፍ እዩ ማለት እዩ ሕጂ ንኣብነት ትማሊ እንታይ ትገብር ነርካ ንምባል ኣብ ትማሊ ብዛዕባ ኣብ ትማሊ ኮይኑ ሰዓት ምንታይ ትገብር ነርካ ንምባል ዋት ኣር ዩ ዱዊንግ ክንብል ንኽእል ኢና ኣይንብለን ንምንታይ ዋት ኣር ዩ ዱዊንግ እንድሕር ኢልና እንታይ ትገብር ኣለኻ እያ ቀጥታ ክትርጉም ከላ ማለት እዩ ስለዚ ወይ ከዓ እንታይ ትገብሪ ኣለኺ

ሕጂ ናይ ኣሜሪካ ክኸይድ ሓሲበ ነይረ ድሕሪ ሓደ ዓመት እቲ ድሕሪ ሓደ ዓመት ዝበልናዮ ግዜ በፂሑ ግን ኣይተሳክዐለይን ስለዚ ንምንታይ ዘይተሳክዐል ፀገም እንታይ ይመስለኪ ወይ ንምንታይ ይሳክዐል ፀገም እንታይ ይመስለካ ኢለ ሰብ ክሓትት እንድሕር ዳኣ ደልየ ዋት ሲምስ ቱ ቢ ፕሮብለም ዋት ሲምስ ቱ ቢ ፕሮብለም ወይ ከዓ ዋት ዩ ቲንክ ፕሮብለም ኢዝ ዋት ዩ ቲንክ ፕሮብለም ኢዝ

So ከምኡ ኢልና ኣብዚ እንተጸናሕኪ ይሓይሽ ኦኬ ካብኡ ኣነ እንታይ ኢለ ኣብዚ ተጸናሕኪ ይሓይሽ ኢሉ ሰብ ሪኮመንድ ጌርኒ ኣሎ ኖ ኢትስ በረር ቱ ጎ እንድሕር ደኣ ኢለ ምኻድ ይሓይሽ እንድሕር ደኣ ኢለ ኦኬ ካን ዩ ፕሊዝ ቴል ሚ ዘ ዲፍረንስ ቢትዊን ዳም ቢትዊን ኢትዮጵያ ንኣብነት ከረንትሊ ዘለኹ ኣነ ኢትዮጵያ እዩ እና ክኸደል እየ ዘለኹ ኣሜሪካ እዩ ንበል ኢሜሪካ ኩላትና ስለ ንፈትዋ ሶ ካን ዩ ፕሊዝ ተል ሚ ዲፍረንስ ቢትዊን ተም ወይ ከዓ ዋት ኢዝ ደ ዲፍረንስ ኦፍ ደስ ካንትሪስ እዚ ናይ እዚአን ክልተኤን ሃገራት ኣፈላላይ ክትነግርኒ ትኽእል ዶ ንድሕር ኣልኒ ዋት ኢዝ ዲፍረንስ ኦኬ ዋት ኢዝ ዲፍረንስ እቲ ኣፈላላይ እንታይ እዩ እንታይ እዩ ኦኬ ሶ ዲፍረንስ ማለት እንታይ ማለት እዩ ኣፈላላይ

ኣብ ኢትዮጵያ ዘሎ ፖለቲካዊ ኩነታት ሲቹዌሽን ማታይ ማለት እዩ ኩነታት ኦኬ ሶ ኣይ ዶንት ላይክ ኣይ ዶንት ላይክ ኣይፈተኽዎን ኦኬ ወይ ከዓ ኣይፈቱን ሶ ኣይ ዶንት ላይክ ደ ፖለቲካል ሲቹዌሽን ኢን ኢትዮጵያ ኣብ ኢትዮጵያ ዘሎ ናይ ፖለቲካ ኩነታት ኣይፈተኽዎን ስለዚ ብዛዕባ ከረንት ኢና ንዛረብ ዘለና ከም ዝብለካ መችስ ሶ እቲ ከምንና ዝደለየ ሰብ ወይ ከዓ ምኻድና የተዋሓጠሉ ሰብ ከታይ ክብለና ይኽእል ሃው ዱ ዩ ኖ ኣባውት ኔክስት

So what are you talking about ማለት ብዛዕባ እንታይ ኢኻ ትዛረብ ዘለኻ ኦኬ ከምዚ ኢልና ብዛዕባ ፖለቲካ ናዛረብ ናብ መንጎ ዝኾነ ነገር ቡም ሶ ዋት ኢዝ ኖይዝ ክንብል ንኽእል እንታይ እዩ እቲ ዝርብሽ ድምፂ ኦኬ ዋት ኢዝ ኖይ ወይ ከዓ ዋት ኢዝ ዘት እንታይ እዩ ክንብል ንኽእል ማለት እዩ I need to know where the sound came from I need to know where the sound came from እቲ ድምፂ ካበይ ከም ዝመፀ ክፈልጦ

ብዛዕባ እቲ ዝተፈጠረ ድምፂ ዝኾነ ኢንፎርሜሽን ደልዮም ንበል ሶ ይፅበዩ ኣለዉ ሶ እንታይ ትፅበዩ ኣለኹም ንምንታይ ትነግሩኒ ንሕዳሕዱ ለይና ዋት ኣር ዩ ዌይቲንግ ፎር ዋይ ዶንት ዩ ቴል ሚ ዋት ኣር ዩ ዌይቲንግ ፎር ዌይቲንግ ኣይትበሉ ኦኬ ዌይቲንግ ኣይትበሉ ተራ ዌይቲንግ ዌይቲንግ

ኤክስፕሎድድ ትራንስፎርመር ፈንዲኡ ነይሩ ኤክስፕሎድ ማለት ምፍንዳእ ማለት እዩ ኦኬ ንኣብነት ንፈንጂ ኤክስፕሎድድ ኢና ንብሎ ዝፈድእ ነገራት ብቻ ኦኬ ሶ ትራንስፎርመር ዋዝ ኤክስፕሎድድ ኢንፎርሜሽን ረኪብና ኣለና ያው ሓበሻ ወረና ንድሕር ረኪብና ከዓ ናይ ሕቶና መልሲ ንድሕር ረኪብና ከነ እንደሊ እንተንጨጨና ገዘር ኣቱ ማለት እዩ ኣውደ ኣመት ቅድሚ እታዊ ግን ክነግረኩም ዝደሊ ሓደ ነገር ኣሎ ፍሉይ ፍሉይ ዝኮነ ክዳን ሓበሻ ኣዳሊና ንፅበየኩም ኣለና ንደቂ ተባዕትዮ እውን ስፔሻሊ ግን ንደቂ ኣንስትዮ ብጣዕሚ ደስ በሃሊ ክዳውንቲ ተዳሊናልኩም ኣለና ብስልኪ ቁፅሪ 00251989062406 ደዊልኩም ብዋትስኣፕ ክትረኽቡና ትኽእሉ ኢኹም ሶ እያ ናይ ሎም ዓንቲ ክላስና እዚ ይመስል ነይሩ ሆፕ ኢንጆይ ገርኩም ክትኮኑ ተማሂርኩምሉ ክትኮኑ ሓሳብኩም ኣብ ኮመንት ሴክሽን ኣቐምጡለይ እቲ ክላስ ከመይ ከም ዝነበረ እውን ኣይ ጀስት ኒድ ሳም ሓበሬታ ካባኻትኩም ማለት ጠቓሚ ነይሩ ኣይኮነን ከምዚ ተቕርብልና ከም ተዝኸውን ዝብል ሓሳባት ሓሲብኩሞ ስቕ ኣይትበሉ ኣብ ኮመንት ፀሓፉለይ እያ ባይ